መን ኢኸ ገዛኢ ሓፋሽ ህዝበይ ሱቕ ኢሉ ደርኢ ሓፀ ሓፀ ይበሃል ኣሎ ሽመይ ጀማል ይበሃል ኣባል ናይዚኣ ግዝያዊት ኮሚቴ ምዃን እዩ ሎሚ መዓልቲ ኣብ ኦደንሰ ኣብዚ ኣብ ደንማርክ ብዛዕባ ናይ ይኣክል ንምባል ከምቲ ኩሉ ህዝቢ ኤርትራ ኣብ ዝተፈላለየ ቦታታት ኣብ ዝተፈላለየ ከባቢ ጀሚርዎ ዘሎ ናይ ይኣክል ምባል ድምጺ ንምሃብ ኣብ ደንማርክ ዝቕመጡ ኤርትራውያን ደለይቲ ፍትሒ ደለይቲ ዲሞክራሲ ካብ ዝተፈላለየ ከተማታት ናይዚ ደንማርክ ድኻሞም ግዜኦም ብምስዋእ ነዚ መደብ ንምዕዋት ኣዝዩ ብዙሕ ህዝቢ ናብ ከተማ ኦደንሰ ይውሕዝ ኣሎ። መደብና ብዝተፈላለየ ጭርሖታት ይኣክል ንምባል፣ ይኣክል ንምልኪ፣ ይኣክል ብሓደ ሰብ ምግዛእ ንምባል ነቲ ውጹዕ ህዝብና ኣብ ኤርትራ ዘሎ ንዕኡ

ናይ ይኣክል ጭርሖ ማልያ ለቢስናያ ዘለና ብወለንትንኡ ከዳሉ እኽእል እየ ዝበለና ክቡር ሓውና ብንያም በዚ በዚ መደብ እዚ ከመስግኖ ይፈቱ ማለት እዩ ናይ የሕዋት ወኪሎም ማለት እዩ ቀጺለ ሓጺር ድሕረ ባይታ ናይዛ ጊዛዊት ኮሚተ ከቕርብ ኣፍቅዱለይ። ከም ዝፍለጥ ብዛዕባ እዚ ዘሎ ኩነታት ዓድና ንክንዛረብ ተኣኪብና ይቕሬታ ይቕሬታ ቀጺለ ሓጺር ሌላ ድሕረ ባይታ ናይዛ ጊዛዊት ኮሚተ ከቕርብ ኣፍቅዱለይ። ከምዚ ብስሩዕ ክንእከብ ናይ ብሓቂ ኣብ ልቢ ኩሉና ዝጸነሐ እኳ እንተኾነ ኣብ ስቕታ ኢና ሃጢምና ጸኒሕና። እዚ ከኣ ነናቱ ምኽንያት ክህልዎ ይኽእል እዩ። ከምዚ ኢልና ክንእከብን ክንጥርነፍን ከኣ ኣገዳስነቱ ብጣዕሚ ዕዙዝ እዩ። ግዜ ዝጠልቦ'ዩ ከኣ። ምኽንያቱ ብዛዕባ ህሉው ኩነታት ሃገርካ ኢሂን ምሂን ምብህሃል ከምኡ'ውን ኣብ ዝኸይድ ዘሎ ማዕበል ናይ ይኣክል ድምጺ ናይቲ ውጹዕ ህዝቢ ነቲ Voice to Voiceless ወይ ከኣ ነቲ ድምጺ ስኢኑ ዘሎ ውጹዕ ህዝብና ድምጺ ክንኮኖ ኣብ ዝበሃለሉ ዘየቕስን ግዜ ስለ ዘለና ከምዚ ኢልና ተጠርኒፍና ኢሂን ምሂን ክንብሃል እዩ እቲ ቀንዲ ብኮሚተ ተጠሊቡ ማለት እዩ። ስለዚ ኣብ ዝሓለፈ ዕለት ዓሰርተ ሰለስተ ወርሒ ኣርባዕተ ክልተ ሽሕን ዓሰርተ ትሽዓተን ንመላለይ እስከ ተባሂላ ሓንቲ ቀዳመይቲ ኣኼባ ተገይራ ነይራ ማለት እዩ። እዛ ኣኼባ እዚኣ ንመላለይ ተባሂላ ብጣዕሚ ዘሐጉስ ሱታፌ ኤርትራውያን ኣሕዋት ማለት እዩ ካብ ኩሉ ከባቢታት ብዝተኻእለ መጠን ተኣኪብና ኣኼባ ኣብ ቭቆ ዝተባህለ ናይ ኖይላንድ ከባቢ ዮሪ ኣኼባ ጌርና ማለት እዩ። ካብኡ ዝተወስደ ሓሳብ ከኣ እታ እቲ ኣብኡ ተሳቲፉ ዝነበረ ህዝቢ ከካይዱና ይኽእሉ እዮም ዝበሎም ዓሰርተ ክልተ ኣባላት ኮሚተ ማለት ጊዜያውያን ኮሚተ መሪጹ። እነሆ ከኣ ንሕና እቶም ዓሰርተ ክልተ ኮሚተ ማለት እዩ ክሳብዚ ዕለት እዚ ኣብ ስራሕ ተጻሚድና ጸኒሕና ማለት እዩ። እነሆ ከኣ ሎምዓንቲ እቲ ንዓኻትኩም ብምምእኻል ማለት እዩ ናትና ጥራይ ውዳእ ኣይኮነን ብናትኩም ርእይቶን ናትኩም ተሳታፍነትን ኣብ ግምት ኣትዩ እዚ መደብ እዚ ተሰሪዑ ኣሎ ማለት እዩ። ስለዚ ኣብ መወዳእታ ክብሎ ዝኽእል ኢሉ ናብቲ መደብ ምሕላፍና ልክዕ እዩ ለበዋ ዘድልዮ ህዝቢ ይኮነን ኣብዚ ዘሎ ግን እቲ ውራይ ወይ ከዓ እቲ ጉዳይ ጉዳይ ኩላትና እዩ ዓዳምን ተዓዳምን ዘሎ መዓልቲ ወይ ከዓ ዘሎ ጉዳይ ኣይኮነን ስለዚ ንፀጥታን ነቲ ኣኼባ ወይ ነቲ መደብ ብጽፉፍ ንኽኸይድ ወይ ንኽውዳእ ናይ ኩላህና ሓላፍነት እዩ ማለት እዩ። ስለዚ ናብቲ መደብ ቂድሚ ምሕላፈይ ሓውና ጆማልካ ብዓረብ ንእሽተይ ኢንፎርመሽን ናብኡ ከስግረኩም ማለት እዩ። Thank you.

ሕራይ ካብዚ ቀጺልና ናብቲ ትሕዝቶ ናይ ኮሚተ ክንቅጽል ኢና ማለት እዩ። ስለዚ ብዛዕባ መግለጺ ብዛዕባ ህሉ ኩነታት ሃገርና ዘቕርበልና ማለት እዩ ብኮሚተ ተጻሒፉ ዝቐረበ ሓውና በረኸት ከንብበልና እዩ ናብ መድረኽ

መጀመርያ ኩልና ካብ ርሑቕን ካብ ቀረባን ቀያሕትን ፀለምትን እዚኦም ስነጥበባውያን ኣሕዋትና ዶ ወሲድኩምና ከይብልና እምበር ሓፀርትን ነዋሕትን እንኳዕ ብሰላም መፃኹም። በዚ ኣጋጣሚ ኣቐዲመ ክብሎ ዝደሊ ከኣ ኣነ ንስን እዛ ግዝያዊት ኮሚቴ ንኸቕርብ ዝተዋሃበን ሓጺር ናይ እዋናዊ መግለጺ ኣቐዲመ የመስግን። ቀጺለ ከኣ ብጽሞና ክትከታተሉኒ ብትሕትና እዕድመኩም። ዝኸበርኩምን ዝኸበርክን ተሳተፍቲ ሰሚናር፣ እዚ መደብ እዚ ከም መቐጸልታ ናይቲ ኣብ መላእ ዓለም ዝካየድ ዘሎ ናይ ኤርትራውያን ብዛዕባ ህሉው ኩነታት ሃገርና ኤርትራ ከምኡውን ዝጸንሐ ዘይትካላውን ዘይፍትሓውን ኣካይዳ ስርዓት ሃገርና ንምቅዋምን ዓገብ ንምባልን ዝዓለመ ናይ ምንቅስቓስ ምትእኽኻብ እዩ። ሓንቲ ልኡላዊት ሃገር ክትበሃል ቅዋማዊ ሕጊ ዘድልያ ገለ ካብቲ ቀንዲ ምኽንያታት ልኡላዊ ዶባታ ክቡርን ሕፉርን ኮይኑ ንኽነብር ብጸበብቲ ድሌታትን ስምዒታትን ናይ ስርዓታትን መራሕትን ዘይቅየር ንግስነት ልዕልና ሕጊ ንምርግጋጽ፣ ኣብ ሃገሮምን ካብ ሃገሮም ወጻእን ኩሉ ዓይነታት መሰላት ዜጋታታ ሕሉው ኮይኑ ሕሉው ንክኸውን፣ ዲሞክራሲያዊ ስርዓት ምሕደራ ንምሕላው ወዘተ ካብ ዝብል ፍትሓዊ ፖለቲካዊ ስነ-ሓሳብ ናይ ኣመራርሓ እዩ። ሃገራት ዓለም እውን ካብ ሽሕን ሸውዓተ ሚእትን ሰማንያታት ጀሚረን ከከም ኣመጻጽእን ይጥቀማሉ ኣለዋ። ሃገርና ኤርትራ ከኣ ካብዚ ኣብ ላዕሊ ዝተጠቕሰ ሓፈሻዊ ኣገዳስነትን ጥቕምን ቅዋም ብምብጋስ ነዛ ብደምን መስዋእትን ዓሰርተታት ኣሽሓት ቀያሕቲ ዝመጸት ውልዶ ሃገር ከም ሓዲድ ኮይኑ ከስርሓ ዝኽእል ብሙሁራትን ሞያውያን ኤርትራውያን ቅዋም ተነዲፉ ኣብ ሽሕን ትሽዓተ ሚእትን ተስዓን ሸውዓተን ጸዲቑ። ዋላኳ ይጽደቕ እምበር ብሰንኪ ምልካዊ ኣተሓሳስባ ስርዓት ህግደፍ ኣብ ተግባር ኣይወዓለን። ኣብ ተግባር ኣይወዓለን ጥራይ ዘይኮነስ ንሕቶን ርእይቶን ብዛዕባ ትግባሬኡ ዝግበር ኣብ ተግባር ኣይወዓለን ጥራይ ዘይኮነስ ንሕቶን ርእይቶን ብዛዕባ ትግባሬኡ ዕሽሽ ብምባል ኣብ ፍጹም ውልቃዊን ጉጅለኣውን ናይ ስልጣን ረብሓታት ብምጥሓል ህዝቢ ኤርትራ ብዛዕባ የዋርያታ ተሌፎን ናይ መን እያ እዚኣ ኣብ ፍጹም ውልቃውን ጉጅላውን ናይ ስልጣን ረብሓታት ብምጥሓል ህዝቢ ኤርትራ ብዛዕባ ተግባሪ ቅዋም ከምዘይ ዛረብን ከምዘይ ምልከቶን ክስራሓሉ ጸኒሑን ይሰርሕሉ ኣለውን። ዝኸበርኩምን ዝኸበርክን፣ ዘይ ምትግባር ቅዋማዊ ሕጊ ሃገርና ኣብ ልዕሊ ህዝብና ዘስዓቦ ጉድኣት እምበኣር ገሊጽካ ዝውዳእ ኣይኮነን። ገለ ካብቶም ብፍትሓውን ደሞክራሲያውን ኣጠማምታ ክትርእዮም እንከለኻ እና ክትዝክሮም እናሻዕ ዘሕዝኑኻን ዘቃጽሉኻን ምጥፋእ ህይወት ንጹሃት ዜጋታት፣ ዘይሕጋዊ ማእሰርቲ፣ ምግሃስ መሰል ናይ ድሌትካ ምዝራብን ምጽሓፍን፣ መሰል ናይ ምንቅስቓስ፣ ምግሃስ መሰል ናይ ወናኒ ህይወትካን ኩሉንትናዊ ኣነባብራኻን ምዃን ወዘተ እዮም። ኣብ ደቂ ሰባት ዝተፈላለዩ ኣረኣእያን ኣተሓሳስባን ናይ ጉዳያት ክህሉ ንቡር እዩ። ብፍላይ ከኣ ኣብ ፓለቲካውን ሃገራውን ዛዕባታት ኣብ መንጎ ሰበ ስልጣን ይኹን ንጡፋት ዜጋታት ፍልልያት ክህሉ ናይ ግድን እዩ። ነዚ ከምዚ ዓይነት ፍልልያት ብፍትሓውን ዴሞክራሲያውን ኣፈታትሓ ምውሳድ ብዝሒ ድምጺ ምርጫ እዩ። ኣብ ሃገርና ግን ድምጾም ዘይምስምዑ ጥራይ ከይኣክል ብስርዓት ህግደፍን መሪሕነቱን፣ ዝተፈላለዩ መሰረት ዘይብሎም ጸለመ ብምጥቃም ናይ ሞት፣ ማእሰርቲ፣ ምንጻል፣ ምእላይ ካብ ቦታ ስራሕ ማለት ምድስካል ወዘተ ይወርዶም። እዞም ዓይነታት ስጉምቲ እዚኣቶም ነቶም ተቢዖም ዝዛረቡን ዝምጉቱን ኣብ ፍጹም ኩሉንትናዊ ማሕዩር ስለዘእትዎም ጥራይ ዘይኮነስ፣ ነቶም ሓደ ሓደ ኣብ ውሽጢ እቲ ስርዓት ደሞክራሲያዊ ኣተሓሳስባ ዘለዎም ሰባት ኣብ ፍርሕን ራዕድን ስለዘእትዎም ዝያዳ ሓደገኛ ይገብሮም። ብዓይኒ መሰል ምንቅስቓስ እንተሪእና እውን ህዝቢ ኤርትራ ካብን ናብን ውሽጢ ሃገር ናብ ወጻኢ ሃገራት ብስራሕ፣ ሕክምና፣ ትምህርቲ፣ ዑደት ወዘተ ንከይንቀሳቐስ ዝተኸልከለ ህዝቢ እዩ። ልዕልና ሕጊ ስለዘይተኸበረ ዋንነቶምን ውሳኔኦምን ናይ ህዝቢ ንዝኾኑ ጉዳያት ውልቀ ሰባት እቲ ስርዓት ድልየቶም ይገብርዎ ኣለዉ። ከምኡ እውን ኣብ ስቪላዊ ጉዳያት ሕጊ ተረጊፁ ስልጣንን ገንዘብን ሞጒቱ ክረትዕ ልሙድ ተርእዮ ኮይኑ ኣሎ። ስርዓት ህግደፍ ኩሉ ዓይነታት ግህሰት ብምግባር ንህዝቢ ኤርትራ ኣደዳ ስደት ገይርዎ። ከም ውጽኢቱ ድማ ግዳይ ሞትን ስቓይን ኮይኑ ይርከብ። ናይዚ ህያው ኣብነት ከኣ ኣብዚ ግዜ እዚ ኣብ ልብያ ዝሳቐዩ ዘለዉ ኣሕዋትናን ኣሓትናን እዩ። በዚ ኣጋጣሚ ኩሎም ኤርትራውያን ምሁራትን ሞያውያንን ነዞም ኣብ ልብያ ኣብ ከቢድ ሓደጋን ፈተነን ዝርከቡ ኣብ ካልእ ሃገራትን ዝሳቐዩ ዘለዉን ኣሕዋትና ዝከኣለኩም ሓገዛት ንክትገብሩ ብትሕትና ንምሕጸን። ኮታስ ውጽኢት ኩሉንትናዊ ግህሰታት መሰል ህዝቢ ኤርትራ ብኢሰያስን ጉጅልኡን ነዚ ዝስዕብ ሓደገኛ ደቂስካ ዘይሕደርን ተርእዮታት ፈጢሩ ይርከብ። እቲ መሬትካ ብኢትዮጵያ ተወሪርካ፣ ልኡላውነት ሃገርካ ኣውሕስ ኢሎም ዓሰርተታት ኣሽሓት ደቁ፣ ኣብ ዘይፈልጦ ኲናት ከበጁ ዝፈረድዎ ህዝቢ ኤርትራ ሎሚ ተገምጢሎም ዶብ ምሕንጻጽ ኣገዳስነት ከምዘይብሉ፣ ህዝቢ ኤርትራን ህዝቢ ኢትዮጵያን ክልተ ህዝብታት ኣይኮኑን ብምባል ቀዳምነታት ህዝቢ ኤርትራ ንዝኾኑ ጉዳያት ከም ምሕንጻጽ ዶብ፣ ምፍታሕ እሱራት፣ ምስፋን ሓፈሻዊ ውሽጣዊ ሰላም ወዘተ ጎሲዩ ቀዳምነታት መንግስትን ህዝብን ኢትዮጵያ ንዝኾኑ ናይ ኣፍደገ ባሕርን ወደብን ንምስላጥ ተብ ተብ ብምባል ልኡላውነት ሃገርና ሃገርናን ባሕርናን ኣብ ሓደጋ ዘእቱ ስምምዓትን ንጥፈታትን ኣብ ምክያድ ይርከብ። ዝኸበርኩም ተሳተፍቲ ሎሚ ኩሉ ህዝቢ ኤርትራ ክነቕሓሉ ዝግባእ እዋን እዩ። ብርግጽ ሰላም ምስ ኢትዮጵያ የድልየና እዩ። ውዕላትን ስምምዓትን ናይ ሰላም ግን ብህዝቢ ኤርትራ ደኣምበር ብውሽጣ ውሽጢ ናይ ኢሰያስን ውሑዳት ጉጅልኡን ኣይፍሰምን እዩ። ግዜ፣ ስልጣንን መሪሕነትን ተቐያያሪ እዩ። ስልጣን ህዝቢ ግን ኣይቅየርን። ስለዚ ስልጣን ህዝቢ ምውሓስ ቅዋምን ልዕልና ሕግን እዩ። ኩሎም እቶም መሰላትን ፍትሕን ዜጋታት ከኣ ኣብ ጽላል እዚ ቅዋማዊ ሕጊ ንረኽቦም። ተኸልትን ኣውሓስትን ናይቲ እንደልዮ ፍትሓዊ ስርዓት ኣብ ሃገርና ከኣ ባዕልና ህዝቢ ኤርትራ ኢና። እዚ ክንገብር ከኣ ኣብ መንጎና ሓድነት፣ ትብዓት፣ ምክእኣል፣ ምንቃሕ፣ ምጉስጓስ፣ ብኣወንታዊ ኣረኣእያ ምንቕቓፍ፣ ምኽባር ርእይቶን ሓሳብን ናይ ብጻይና፣ ምምስራት ቅዋማዊት ወይ ከኣ ትካላዊ ኣሰራርሓ እትኽተል ኮሚቴ፣ ወዘተ ወዘተ የድልየና። ዝኸበርኩም ዝኸበርክን፣ ኣብ ሃገርና ዘለዉ ዘለዉና ብዙሕነት ብሄራት፣ ቋንቋታት፣ ሃይማኖታት፣ ባህልታትን ምድራዊ ኣቀማምጣ ሕብረተሰብናን ሕብሪ ጽባቄና እዮም። ስለዝኾነ ከኣ ብጸቢብን ድሑርን ኣተሓሳስባ ብኣውራጃ፣ ሃይማኖታውን ዓሌታውን ፍልልይ ናይ ቁርቁስ ክስተት ክረኣ ይኽእል እዩ ዝብል እምነት የብልናን። ምኽንያቱ ህዝቢ ኤርትራ ክንደይ ሽግራትን ጸገማትን ብሓንሳብ ዝመከተን ዘሕለፈን ስልጡን ህዝቢ ስለዝኾነ። እንተስ ብጉጅለ እንተስ ብውልቂ ንጸበብቲ ረብሓታት ተባሂሉ ወፍሪ ስለ ዝግበረሉ ግን ክንጥንቀቐሎም ይግባእ። ጸቢብ ኣተሓሳስባ ስሙ ከም ዝሕብሮ ጸቢብ እዩ። ኣብ ገፊሕ ኣየውጽኣካን እዩ፣ ኣብ በሪኽ እውን ኣየብጽሓካን እዩ። ስለዚ ነዚ ዓይነት ኣተጻብኦታት ንእሽተይ ዝመስል ግን ከኣ ዓንቃፊ ብኣግኡ ክንነቕሓሉ ይግባእ። ነዚ ኩሉ እነካይዶ ንጥፈታት ይኹን ፍትሓዊ ቃልሲ ብዘይ እኹልን ብቑዕን መራኸቢ ብዙሃን ማለት ማስ ሜድያ ኣድማዕነቱ ድሩት እዩ። ሓበሬታ ምንጪ ሓይሊ እዩ ማለት Information is the source of power ከምዝበሃል እሙን፣ ሓያል፣ ሰፊሕ ሸፈነ ዘለዎ መራኸቢ ብዙሃን ምምስራት ኣገዳሲ ኮይኑ ንረኽቦ። በዚ ኣጋጣሚ ነቶም ብሓባርን ይኹን ብውልቂ እዋናውን ኣገዳስን ሓበሬታ ይኹን ጎስጓስ ብምሃብ ኣብ ምዕዋት ፍትሓዊ ቃልሲ ከበርክቱ ዝጸንሑ ከበርክቱ ዝጸንሑን ዘለውን ትካላት ማሕበራዊ መራኸቢታት እንዳሞጎስና ብኹሉ ደላይ ፍትሒ ኩሉንትናዊ ሓገዛት ክግበረሎም ንምሕጸን። ኣብ መወዳእታ ሰናይ ናይ ልዝብ ሰሚናር ክኾነልና እንዳተመነና ዕዉት መደባት ስራሕን ንጥፈታትን ሒዝና ክንወጽእ ንምነ። ዘላኣለማዊ ዝኽሪ ንስውኣትና ዓወት ንሓፋሽ ዓወት ንሓፋሽ ህዝቢ ኤርትራ ግዝያዊት ኮሚቴ ኤርትራውያን ተቐማጦ ዴንማርክ የቐንየለይ።